ኣብ ኣስመራ ዓርበ ሰዓት ሽዱሽተ ንግሆ ኣሎ ኣብ ኒው ዮርክ ከ ሰዓት ክንደይ ኣሎ ዕለት ከ ክንደይ ኣሎ መዓልቲ እንታይ ኣሎ። ፍራይደይ ይኾኖ።
እንታይ ትዛረብ ኣለኻ ቀዳሕ። ኣብ ሓደ ሳንጣ ሽዱሽተ ኣራንሺ ኣለዋ ካብእን ክልተ ወሲድካ ክንደይ ኣራንሺ ኣለካ።
እዚ ደኣ ምስዚ ጎደሎ ዶ ኣይኮነን።

እንታይ እንታይ ምጽያቕ ጸይቓ እወ ምጽያቕ ህወኽ ኣንጭዋስ እንታይ ክትገብር ትኽእል ህወኽ ክንጭዋ ዝኾን ምጽያቕ ክጽይቕ እንታይ ትበልዕ
እንጭዋ ደኣ ዘይትበልዖ ዘለዋ መሸማዕ ተቕዲ ስጋ ኣላ ዘለስ እንጭዋ ደኣ እንታይ
ካልእ ኣይ ግን ህወኽ ኣንጭዋ ዝታወኸት ኣንጭዋ ትገብሮ ኣለዋ
እዋ ኣስቤዛ ሓደ በላሸልካትከ ኣስቤዛ ብዙሕ ምልሳው ክትደሊ ወሲደ ከለስዋ እየ ስራሕ እዩ እሱ እኮ ስራሕ እዩ ተታሃዊኻ ግን ነብሲ እያ ትጎድእ
ናብ ጉድጓዳ ትኣቲ ትሃድም ትሃድም
መፀወድያቱ
መፀወድያቱ ተመሳሳሊት እያ በቃ ንሳ እየ ዝፈልጣ ካብ ኣይትፈልጥን እያ ምስላ ሃራሃኒ ምስላ ብዙሕ ኣይኮንካ
ህውኽ ዝብቕርኒ ኢለክስ ትፈልጣ ኣላ እሺ ህውኽ ኣንጭዋ

ዓርበ ሳዕ ሽዱሽተ ንግሆ ኣሎ ኣብ ኒው ዮርክ ከ ሳዓት ክንደይ ኣሎ ዕለት ከ ክንደይ ኣሎ ማዓልቲ እንታይ ኣሎ። እቲ ማዓልቲ ዕለት ተማሳሳሊ እዩ።
ዓርቢ ኣሎ ኣብ ኒው ዮርክ ማለት ድዩ። ዋእ ናይ ግድን እምበይ ኦኬ።
ኣብቲ ዓርቢ ንብሎ ዘለና እኮ ፍራይደይ ይኮን ኣብኡ።
ዓርቢ ኣብኡ ከኣስ ዓርቢ ኣሎ ማለት እዩ ሹር ኢካ።
ኣብ ኒው ዮርክ እ።
ዋእ
ሹርያ ሹርያ ዓርቢ ብኣና ተኮይኑ ዝፅዋዕ ተኮይኑ ኣብ ኒውዮር ከዓ ብፍራይደይ ኮይኑስ ከምኡ ይመስለኒ ሰዓታት ግን ይፈላለኹ ኣለዎ ግን ሰዓ ሽዱሽተ ንግሆ ኣሎ ኣብ ኤርትራ ኣብ ኣስመራ ሰዓ ሽዱሽተ ንግሆ እዩ ዘሎ ዓርቢ ኣሎ ኣብ ኒውዮርክ ናይ ክሰይ ኣለዎ ናይ ሸሞንተ ሰዓት ዲ ፍልልይ ደሎ ናይ ሸሞንተ ሰዓት ህድሊ ገለ ኣለዎ። ናብ መን ይቕድም? መን ይቕድም?
ሸሞንተ ሰዓት መን ይቕድም ማለት እዩ? ናቶም ናቶም ይቕድም።
ናቶም ይቕድም መስሉ ኣብ ኣስመራ ሸሞንተ ቀትሪ ሽዱሽተ እንዲኻ ኢልካኒ ንጎ ሽዱሽተ ንጎ ሽዱሽተ ተኾይኑ ሲ ኣብኡ ከዓ ምሸት ሸሞንተ ኣሎ ማለት እዩ።
ኦኬ እቲ ጸዓት ናይ ፍልልይ ዘደይ ዝሕቶ።

ሓሙስ ማለት እዩ። ሶኑ ኣሎ ኣብ ኣስመራ ኢልካኒ? ኣብ ኣስመራ ዓርቢ ኣሎ። ዓርቢ ኣሎ ሰዓት ሽዱሽተ ንግሆ ኣሎ። ኣብ ኒው ዮርክ ከ ሰዓት ክንደይ ኣሎ? መዓልቲ ከ እንታይ ኣሎ? ፍርቂ ለይቲ ሓሙስ ኣሎ። ኣይ ሚን ፍርቂ ለይቲ ዓርቢ ኣሎ። ናይ ክንደይ ሰዓት ፍልልይ ጌርካዮ ማለት እዩ?
ትወልቭ። መዓልቲ ደሞ ቀዳመ።
ሰዓት ክንደይ ቀደም?
ምሸት ሰዓት ሽዱሽተ።
ኣብ ኒውዮርክ ሓሙስ እዩ ዘሎ ሰዓት ዓሰርተ ናይ ምሸት።
ኦኬ ብኽንደይ ሰዓታት ንፈላለ ማለት ናይ እዩ? ሸሞንተ ሰዓት ኣብ ሓደ ሳንጣ ሽዱሽተ ኣራንሺ ኣለዋ ኣብ ሓደ ሳንጣ ካብእን ክልተ ወሲድካ ክንደይ ኣራንሺ ኣለካ?
ኣብ ሓደ ሳንጣ